ሰላም ክቡራት ተኸታተልቲ እዚ በለው ኮሎ ሚድያ እዩ። ንሎሚ ድማ ናብኹም ዝሓረናዮም እዋናውን ኣገዳስን ምዕባለታት ከም ዝስዕብ ኣዋዲድና ኣለና። ክሳብ መወዳእታ ተኸታተሉና ቻነልና

እምበኣር እቲ ጸገም ብሓባር ደው ምባል ከምዘድሊ እውን ወሲኹ ሓቢሩ። ዝተፈላለየ ሓሳብ ዘለዎ ሰብ ኹሉ ናብ ውግእ ከይኣተወ ብሰላማዊ መንገዲ ብዘተ ሓሳቡ ምግላጽ ይኽእል እዩ ክብል እውን ገሊጹ። ብኢትዮጵያ ባህሊ ክልተ ዓይነት ድሑር ሓሳባት ኣለው ክብል ይገልጽ። እቲ ፈላማይ ይብል ንወጻኢ ሃገራት ባንዳ ምዃንን እግሩ ከይተረረ ነውርዶ ዝብል ከንቱ ሓሳብ፣ ክብል ገሊጹዎ። እቲ ካልኣይ ድማ ፖለቲካዊ ንግዲ ከም ዝኾነን መሰል ህዝቢ ጉልባብ ብምግባር ብክላሽን ንህዝቢ ዘደናግር ቐንዲ ድሌቱ ረብሓዊ ንግዲ ምዃኑ'ዩ ሓቢሩ ዘሎ። ዘላቒ ሰላም ንምስፋን ኹሎም ኣካላት ብምትሕብባር ንምስራሕ ክዳለዉ ከም ዝግባእ'ውን ኣጽንኦት ሂብሉ። ናብቲ ኸልእ ሓበሬታና ክንሰጋግረኩም። ዳይሬክተር ፊልም ስትሮው ስብ ታይለር ፔሪ ብጾታዊ መጥቃዕቲ ተኸሲሱ። ኣብ ቐረባ እዋን ኣብ ዝተዘርግሐት ስትራው ፊልም ሓዊሱ ኣብ ሓያሎ ፊልምታት ብምጽዋት ዝፍለጥ ጸሓፊ፣ ዳይሬክተርን ተዋሳእን ታይረል ፔሪ፣ ሓደ ተዋሳኣይ ጾታዊ መጥቃዕቲ ፈጺሙለይ ብምባል ከሲስዎ ኣሎ። እቲ ተዋሳኣይ ንሓደ ናይ ተለቪዥን መደብ ኣብ ዘቕርበሉ ዝነበረ እዋን፣ ፔሪ ጾታዊ ዓመጽ ፈጺሙለይ ብምባል ኣብ ልዕሊ ፔሪ ናይ ክልተ ሚእትን ስልሳን ሚልዮን ዶላር ክሲ ኣቕሪቡሉ ኣሎ። ተዋሳኣይ ደሪክ ጀክሰን ኣብ ሎስ ኣንጀለስ ዘቕረቦ ክሲ፣ ፔሪ ኣብ ኢንዱስትሪ መዘናግዒ ዝነበሮ ዝና ተጠቒሙ ኣገዲዱን ጾታዊ ምዝመዛ ሃዋህው ፈጢሩለይ ክብል እዩ ገሊጽዎ ዘሎ። ደሪክ እቲ ፍጻመ ዘ ኦቫል ኤንድ ዘ ሩልስ፣ ዝብል ፊልም ኣብ ዝቐረጸሉ ዝነበረ እዋን ከም ዘጋጠመ'ዩ ገሊጹ። እቲ ተዋሳኣይ ታይለር ፐሪ ዕዉት ተዋሳኣይ ክገብሮ ምዃኑ ቃል ኣትዩ ከም ዝነበረን ኣብ ኽንዱ ጾታዊ ትንኮሳ መጥቃዕቲ ኣካላዊ ጉድኣት ፈጺሙለይ ክብል ገሊጹ። እቲ ተዋሳኣይ ታይለር ፐሪ ዝሓተቶ ብምንጻጉ ሞያዊ ሕጊ ምፍዳይ ከም ዘጋጠሞ እንትዛረብ ጠበቓ ታይለር ፐሪ ግን ነቲ ክሲ ገንዘብ ንምእካብ ዝተፈጸመ ምትላል ክብል ነጺግዎ ኣሎ። ጠበቕኡ ማቲው ቦይድ፣ ንቢቢሲ ኣብ ዝሃቦ ቃል፣ እቲ ውልቀሰብ ምስ ታይለር ፐሪ ቅርበት ነይርዎ፣ ሕጂ ድማ ናይ ምትላል ኽሲ ኣቕሪቡሉ ኣሎ ክብል ገሊጹ። ወሲኹ ድማ፣ ታይለር ፐሪ በዚ ኣይፈርሕን እዩ፣ ከምዚ ዓይነት ፈጠራዊ ምግፋዕን ከም ዚዕወት ድማ ርግጸኛታት ኢና ክብል ገሊጹዎ። ዲክሰን ንመጀመርያ ግዜ ምስ ታይለር ፐሪ ኣብ ክልተ ሽሕን ዓሰርተ ትሽዓንተን ኣብ ኣትላንታ ኣብ ዚርከብ ስቱድዮ ታይለር ፐሪ ኣብ ዝተኻየደ መደብ ከም ዝተራኸቡ ይዛረብ እዩ። ድሕሪ ምርኻቦም ድማ ንኣዋርሕ ብዛዕባ ተዋስኦ ኪዛረቡ ከም ዝጸንሑ እውን ይዛረብ። ኣብዚ ግዜ እዚ ታይለር ኣብ ልዕሊ እቲ ተዋሳኣይ ጾታዊ ምዕባለ ከም ዝገበረ፣ ከምዝነበረን ብዙሕ ጾታዊ ርእይቶታት ከምዝሃበን እቲ ተዋሳኣይ ድማ ከምዝደንገጸ እዩ እቲ ክሲ ይሕብር ዘሎ። ብድሕሪኡ ታይለር ናብ ሓደ ተለቪዥን መደብ ናይ ምውሳእ ተራ ክጻወት ዕድመ ቀሪቡሉ። ይኹን እምበር እቲ ክሲ ዲክሰን ንጾታዊ ሕቶ ታይለር ፔሪ ሽረር እንተኢልዎ ወይ እውን ጾታዊ ድሌታት ዘየተኣናግድ እንተኾይኑ እቲ ገጸ ባህሪ ይመውት ዝብል ቅድመ ኩነት ከምዘቐመጠ እዩ ዝሕብር። እቲ ክሲ እቲ ተዋሳኣይ ንታይለር ፐሪ ክሳብ ዘሐጉሶ ነቲ ገጸ ባህሪ ክቕጽል ሓሲቡ ከምዝነበረ ገሊጹ። እቲ ክሲ ታይለር ነቲ ተዋሳኣይ ብዙሕ ግዜ ጾታዊ ዓመጽ ከም ዝፈጸሙ እውን ወሲኹ ይገልጽ። እቲ ተዋሳኣይ ነቲ ኣብ ታይለር ፔሪ ዝመጽእ ጾታዊ ትንኮሳ ክጻወሮ ስለ ዘይኸኣለ ኣብቲ ፊልሚ ዝነበሮ ናይ ምውሳእ ስራሕ ክገድፎ ከም ዝተገደደ ብታይለር ዝቐረበሉ ፊልም ስክሪፕት ክሰርሕ ፍቓደኛ ከም ዘይኮነን እዩ ተዛሪቡ ዘሎ። ናብቲ ካሊእ ዛዕባና ክንሰግር ንዝሓለፉ ክልተ መዓልቲ ቀትርን ለይትን ክካየድ ዝጸንሐ ሰልፊ ይኣክል ተፈናቐልቲ ምዕራብ ትግራይ ሎሚ እውን ኣብ ሮማናት ኣደባባይ ቀጺሉ ኣሎ። ንዝሓለፉ ክልተ መዓልትን ቐትርን ለይትን ክካየድ ዝጸንሐ ሰልፊ ይኣክል ሎሚ ሳልሳይ መወዳእታ መዓልቲ ኣብ መቐለ ሮማናት ኣደባባይ ቐጺሉ። ጽላል ስቪል ማሕበረሰብ ምዕራብ ትግራይ ኣብ ዘዳለዎ ሰልፊ ይኣክል ካቢኔ ጊዚያዊ ምምሕዳር ትግራይ ኹለን ኣብያተ ዕዮ ተዓጽየን ኹሉ ሰራሕተኛ መንግስቲ ኣብቲ ሰልፊ ክሳተፍ ውርሲኑ ኣሎ። ትካላት ሃይማኖት እውን ነቲ ሰልፊ ዘለዎም ድጋፍ ገሊጾም። ብመሰረት እዚ ተመዛበልቲ፣ ሰራሕተኛ መንግስቲ፣ ነበርቲ ከተማ መቐለ ከባቢኡን ኣብ ምስታፍ እዮም ዘሎም። እቲ ሰልፊ ኣብ ውሽጢ ዓድን ወጻእን ኣብ ዝተፈላለዩ መዕቖቢ ካምፕታት ንሓምሻይ ኽረምቲ ኣብ ከርፋሕ ህይወት፣ ዝርከቡ ኩሎም ግዳያት ብዘይ ዝኾነ ይኹን ቅድመ ኩነት ናብ መረበቶም ክምለሱ ኣብ ልዕሊ ተፈራረምትን ኣፈራረምትን ውዕሊ ፕሪቶርያ ብፍላይ ድማ ኣብ ልዕሊ መንግስቲ ፌዴራልን ማሕበረሰብ ዓለምን ፅዕንቶ ንምፍጣር ዝዓለመ ከምዝኾነ ይግለፅ እዩ። ብመሰረት እዚ ድማ እቶም ተመዛበልቲ ሬሳታት እናቖፀርና ኣይንነብርን፣ የብቅዕ፣ ብታሴራ መንነት ኣይቕየርን፣ ኣብ ትሕቲ ወረርቲ ዘሎ ህዝብና ሓራ ይውፃእ፣ ግዛታዊ ሓድነት ትግራይ ይኸበር፣ ልኣላዊነት ድምፅና ተመዛበልትና ይሰማዕ፣ ይኣክል ሓምሻይ ክረምቲ ኣብ ኬንዳ ፅንትት ህዝቢ ትግራይ የብቅዕ ዝብሉ መልእኽቲ ድማ እናሕለፉ እዮም። ኣሜሪካ ይካየድ ኣብ ዘሎ ጎንፂ ኢራንን እስራኤልን ብቐጥታ ብዛዕባ ምስታፍ ዘይምስታፍ ኣብ ዝቕፅሉ ክልተ ሰሙናት ከም እትውስን ኣፍሊጣ። ፕሬስ ሴክሬታሪ ዋይት ሃውስ ካሮሊን ሊቬት ሎሚ ንቃል ፕረዚደንት ትራምፕ ብምንባብን ካብ ጋዜጠኛታት ንዝቐረበላ ሕቶ ኣብ ዝሃበቶ ምላሽ እቲ ፕረዚደንት ኣሜሪካ ኣብቲ ጎንፂ ትሳተፍ ዶ ኣይትሳተፍን ውሳንኡ ኣብዚ ክልተ ሰሙን ውሽጢ ከፍልጥ ምዃኑ እያ ገሊፃ። እታ ፕሬስ ሴክሬታሪ ኣብ ቐረባ ግዜ ኣብ መንጎ እስራኤልን ኢራንን ዝካየድ ዘተ ክህሉ ከም ዝኽእል እውን ፍንጪ ሂባ እያ። እዚ ከምዚሉ እናሃለወ፣ ኢራን ኒዩክለራዊ ኣጽዋር ከም ዘለዋ ዘረጋግጽ መርትዖ የለን ክብል ባይቶ ሃገራዊ ድሕነት ኣሜሪካ ውሳነ ሂቡ። ምክትል ኣቦ ወንበር ኮሚቴ ባይቶ ሃገራዊ ድሕነት ኣሜሪካ ሴናተር ማርክ ዋርነር፣ ፕረዚደንት ትራምፕ ኢራን ኒዩክለራዊ ኣጽዋር ከም ዘለዋ ዝሕብር መርትዖ ዘይረኸበ ጸብጻብ ሲኣይኤ ዕሸሽ ይብሎ ከም ዘሎ እዩ ገሊጹ። ሲኣይኤ ኣብ ወርሒ መጋቢት ኢራን ዩራንየም ኣህብቲማ እኳ እንተነበረት ኒዩክለራዊ ኣጽዋር ንምምዕባል ስጉምቲ ከም ዘይወሰደት ደምዲሙ ምንባሩ ይዝከር እዩ። ትራምፕ ግን ቕድሚ ወተሃደራዊ መጥቃዕቲ እስራኤል ቴህራን ኒኩለራዊ ኣጽዋር ክትዛዝም ቐሪባ ከም ዝነበረት እዩ ዝገልጽ ዘሎ። እዚ ፕረዚደንት ዝሃቦ መግለጺ ዳይሬክተር ሃገራዊ ስለያ ቱልሲ ጋባርድ ንኣባላት ባይቶ ዝቐረቦ ጸብጻብ ዝጻረር ኮይኑ ተረኺቡ ኣሎ። ኢራን ዝኾነ ይኹን ኒኩለራዊ ኣጽዋር ኣይትሰርሕን እያ ይብል ሴናተር ማርክ ዋርነር። ሰበስልጣናት ኢራን ብተደጋጋሚ ኒኩለራዊ መደቦም ሰላማዊ ምዃኑን ንሰላማዊ ጸዓት ዩራንየም ናይ ምህብታም መሰል ከም ዘለዎም ድማ ብተደጋጋሚ ክምጉቱ ጸኒሖም እዮም። ምክትል ኣቦ ወንበር ኮሚቴ ሃገራዊ ድሕነት ባይቶ ዴሞክራት ሴናተር ማርክ ዋርነር ብሰሉስ ምስ ኤንቢሲ ኣብ ዝገበሮ ቃለ መሕተት ትካላት ስለ ኣሜሪካ ኢራን ዩራኒየም ኣፅዋር ትሰርሕ ከምዘላ ዝሕብር መርትዖ ከምዘይረኸቡ'ዩ ገሊፁ። ክሳብ ትማሊ ሶኒ ማሕበረሰብ ስለያ ዝነበሮም ኣረኣእያ ዘይቐየረ እኳ እንተነበረ ሴናተር ማርክ ዋርነር ግን ፕረዚደንት ትራፕ ነቲ ሓበሬታ ዕሸሽ ብምባል ሓላፍነት ዘይስምዖ ተግባር ይፍፅም ከምዘሎ'ዩ ገሊፁ ዘሎ። ፕረዚደንት ትራምፕ ብዛዕባ ጸብጻብ ናይታ ዳይረክተር ብጋዜጠኛታት ምስ ተሓተተ፣ ንሳ እንታይ ትብል ኣይግድሰንን'ዩ ዝብል መልሲ ከም ዝሃበ ብምዝኽኻር እቲ ሴናተር ወሲኹ፣ ትራምፕ ንጸብጻብ ኤጀንሲ ሃገራዊ ድሕነት እንተነጺጉ፣ ከም ምክትል ኣቦ ወንበር ኮሚተ ሃገራዊ ድሕነት ዘለኒ ርእይቶ ድማ እንተተነጺጉ መሰላት ህዝቢ ኣሜሪካ እንታይ'ዩ ክብል ተዛሪቡ'ሎ። ልምዃኑ ኣብ ልዕሊ ኢራን ዝፍጸም መጥቃዕቲ ድሌት ትራምፕ ጥራሕ ድዩ ዝብል ሕቶ'ውን ከልዕል ይገብር'ዩ። ቐዳማይ ሚኒስተር ኣቢ ኣሕመድ ምስ ጀነራል ማሪን ኮፐርስ ናይ ኣሜሪካ ኣዛዚ ኣፍሪኮም ጀነራል ማይክ ላይንግኒ ኣብ ኽልቲኣውን ዞባውን ጉዳያት ተዘራሪቡ። ቐዳማይ ሚኒስተር ኣቢ ኣሕመድ ሎሚ ንጉሆ ምስ ጀነራል ማርክ ኮፐርስ ናይ ኣሜሪካ ኣዛዚ ኣፍሪኮም ጀነራል ሚከኤል ላንግሊ ኣብ ኽልቲኣውን ዞባውን ጉዳያታት ንኽልቲኣዊ ረብሓ ዘገድሱ ዘተ ኣካይድና ኣለና ክብል ገሊጹ። እቲ ጀነራል ኣብ ሶማሊላንድ ከም ዝቐነየ'ውን ይግለጽ'ዩ። እቲ ኣብ ኣዲስ ኣበባ ዝተኻየደ ዘተ ሶማሊላንድ፣ ጀነራል ማይክ ላይግኒ ኣካል ናይቲ እቲ ብኣምባሳደር ራጅ ቺራሪ ዝምራሕ ላዕለዋይ ልኡኽ ኣሜሪካ ምዃኑ ድሕሪ ምርግጋጻ ሓደ መዓልቲ ድሕሪ ምጽንሑ እዩ። እቲ ልኡኽ ምስ ፕረዚደንት ዓብደልራሕማን ኢሮ ኻልኦት ላዕለዎት ሰበ ስልጣናት ኣብ ሃርጌሳ ዝርርብ ከም ዘካየደ ተገሊጹ። ብመሰረት ካብ ቤት ጽሕፈት ፕረዚደንት ሶማሊላንድ ዝወጸ ጋዜጣዊ መግለጺ ከም ዘመላኽቶ እንተኾይኑ እቲ ጉጅለ ልኡኽ ሓበራዊ ጉዳዩን ጸጥታን ባሕርን ምክልኻል ብምዝታይ ኣብ ወደባዊት ከተማ በርበራ ብምክያድ ንዞባዊ ምትሕብባር ጸጥታ ዘድሊ መሰረተ ልምዓት ከም ዝገምገመ እውን ተፈሊጡ። ክቡራትን ክቡራንን ሎሚ ዝበልናዮም ጉዳያት እዚኦም ይመስሉ ነይሮም። ብኸልእ ጉዳይ ክሳብ ንራኸብ ሰላም ድሓን ቐንዩ።